ሰላም ጥዕና ፍቕሪ በበ ዘለኹም ወይብፃሕኹም ክቡራት ተኸታተልቲ ትግራይ ስሪ ሚድያ ዜናታት እዚ ሰዓት እንሆ ብፈለማ ኣርእስተ ዜና ሰላምታ ፅምዶ ትሽዓተ ተሳሊጡ ኣብ መንጎ ህዝብታት ኤርትራን ትግራይን ኣምሓራን ደማዊ ግጭት ክብገስ ዝድላ ሓይሊ ከም ዘሎ ፀሓይ ዝወቕዖ ሓቂ ኢሉ ጀነራል ዮሃንስ ጆን መዲድ ዘይሕጋዊ ውራ መሬት ካብ ምጽናዕ ሓሊፉ ናብ ተግባራት ስጉምቲ ምውሳድን ምቁፅፃርን ኣይተኽኣለን ኢሎም ሓለፍቲ መንግስቲ ገለ ሰበ ስልጣን ህወሓትን ሰራዊትን ብወገን ደቡብ ትግራይ ምስ ዝርከቡ ሓይልታት ፋኖ ተራኺቦም ናይዚኦምን ናይ ካልኦትን ዝርዝር ዜና ሒዝና ኣለና ንምክትታልኩም ሳብስክራይብ ብምግባር ንክትጀምሩ ብክብርን ትሕትናን ሓቲትና ናብቲ ፈላማይ ዜናና ክንሰግር ኣብ ኤርትራ ዞባ ደቡብ ንኡስ ዞባ ማይምነ ፍሉይ ሽሙ ዓዲ ሸንገብ ጽምዶ ትሽዓተ ተሳሊጡ ተባሂሉ ትማሊ ዕለት 22 ሰነ 2017 ዓ ም ካብ ዞባ ደቡብ ኤርትራ ህዝቢ ነባሪ ከባብታት ሓድሽ ዓዲ ዓዲ ባሕላይ ዓዲ መርሆ ካብ ዞባ ሰሜን ምዕራብ ትግራይ ድማ ህዝቢ ነባሪ ከባብታት ዓዲ ነብሪ ኢድን ዓዲ ክልተን ተሓዋዊሶም ውዒሎም ኣለዉ። ኣብቲ ህዝቢ ምስ ህዝቢ ምርኻበ ስነ ስርዓት መራሕቲ ሃይማኖት ዓበይቲ ዓድን መናእሰያትን ክልቲኡ ህዝቢ ተራኺቦም ውዒሎም ኢሉ ጀማሪ ጽምዶ ዝኾነ ትግራዋይ ብርሃነ ገብረ ገርግስ ልፍዓተይ ተስፋ ሰላም ንሕና ምስ ሓዲኡ ኮይንና ንሓዲኡ ክንወቅዕ ዘይፀወዐና ሓይሊ የለን ብፌደራል ይኹን ብኻልኦት ንሕና ግን ብስምዒት ጦብሎቕ ኢልና ቦሎ ቦሎ ንብለሉ ምኽንያት የለን እዚ ብዘይምግባርና ቅር ዝበሎም ሓይልታት ኣለው ኣብ መንጎ ህዝብታት ኤርትራን ትግራይን ኣምሓራን ደማዊ ግጭት ክብገስ ዝደሊ ሓይሊ ከም ዘሎ ፀሓይ ዝወቕዖ ሓቂ ኢሉ ጀነራል ዮሃንስ ጆን መዲድ
ንሕና ምስ ሓዲኡ ኮይና ንሓዲኡ ክንወቅዕ ዘይፀውዐና ሓይሊ የለን ብፌደራል ይኹን ብካልኦት ይኹን ንሕና ከምኦም ተኣኻኺብና ብግዜያዊ ፅልኢትን ቁጭትን ተኣሽሙን ከይድና ጠውለቕ ኢልና በሎ በሎ ንብለሉ ነገር የብልና ህዝቢ ትግራይ ለባም እዩ ዝሓስብ እዩ ምስ ዝኾነ ገሩ ትክበኣስ ደሊ ህዝቢ ኣይኮነን በዚ ምኽንያት ኣይገበርናዮን ዘይምግባርና ቂር ዝበሎም ሓይልታት ኣለዉ ቂር እንተኢልዎም ንባዕሎም እዮም ክፍትሹ ዘለዎ እምበር ናይ ህዝቢ ትግራይ ጌጋ ኣይኮነ ናይ ህዝቢ መሪሕነት ትግራይ ጌጋ ኣይኮነ ምስ ፋኖ ክንታኮስ ዘይተገበረ ፃዕሪ ሽርሒ የለን ኣይንገብሮን ምስ ኤርትራ ክንታኾስ ዘይተገበረ ጻዕርን ሸርሕን የለን ኣይንገብሮን። ንምንታይ ፌደራል ከፊትዎ ኮይዱ እቲ ናይ ኤርትራን ናይ ትግራይን ደንበር ንምንታይ ፌደራል ከይዱ ክንበኣስ ምእንቲ ኮይ ውፅኦ ይተወፅኦ ክንታኾስ ኮይ ክንታኾስ ሴራ ኮይ እንታይ ከም ዝግበርስ ኣብ ቅንዕና እንተኾንካ እንታይ ከም ዝግበር ይፍለጥ እዩ። ኣብ ዘይቦታኹም ኣለኹም ኤርትራ እውን ውፁ ትግራይ እውን ምስ ኤርትራ ትገብርዎ ትንኮሳ ብሕጊ እንተዘይኮይኑ ብሓይሊ ብጉልበት ዝግበር ነገር የለን። ኤርትራ እውን ካብ ናይ መሬት ትግራይ ውፁ ኢሉ መንግስቲ ፌደራል ክዕርዮ ዝግባእ ዝነበረ እዩ። ክሕዝዎ ዝግባእ ቦታ ትሕዝ ኣቢሉ ውፅእ ኢሉ ድላይኩም ተታኹሱ ያው ተታኹሱ እዩ ብዋናነት እዚ ንሕና ይገበርናዮ ብሰላማዊ መንገዲ ክፍታሕ ኢና ጌርና ፌደራል እንተዘይፈትሒና ዳ እንታይ ዳ ንገብር ተዘራሪብና ምስኦም ፈትሖ ምስ መን ኮይና ዳ ክንፈትሖ ስለዚ እዚ ምስ ኤርትራ ጥምረ ምናምየ ተባሂሉ ዶ ከምዚ ተባሂሉ ዶ ብዙሕ ክዝረበሉ ዝደለየ ተደለየ ንምንታይ ዘይተዋግኡ ንምንታይ ዘይተታኮሱ ንምንታይ ሰራዊት ትግራይስ ትንኮሳ ገይሩ ወይ ኤርትራ ትንኮሳ ገይሮምስ ንምንታይ ንባዕሎም ኣብ ኩናት ዘይተፀመዱ እዩ እዚ ከዓ ይንገብረል ኩሉ ብሰላማዊ መንገዲ ክንፈትሖ ኢና።
ዘይሕጋዊ ውራ መሬት ካብ ምጽናዕ ሓሊፉ ናብ ተግባር ኣቲኻ ስጉምቲ ምውሳድን ምቁፅፃርን ኣይተኽኣለን ኢሎም ኣመሓደርቲ ክፍለ ከተማ መቐለ። ምሕደራን መሪሕነትን መሬት ንህዝቢ ትግራይ ዘይምጥን ከም ዝኾነን ኣብ ካሕሳ መሬት ድማ ሰፊሕ ፀገብ ምህላው ብምሕባር ዝተኸሓሱ ሰብ ዋና መሬት ኣይተኸሓስናን ብምባል ምስ ገለ ሰባት ተናቢቦም ሰነድ ምጥፍፋእን ምጭብርባርን ብሰፊሑ ኣብ ባይታ ከም ዘሎ ሓቢሮም። መሬት ከተማ ከተማ መቐለ ንምውራር ውልቀ ሰብ ሃፍትን ደላሎን ኣሰሊፉ ዝወርርን ዘውርርን መሪሕነት መሬት ኣብ ማእኸልና ነይሩ እዩ ዝበሉ እቶም ኣመሓደርቲ ክፍለ ከተማ እዚ ድማ እቲ ዝነበረን ዘሎን ፖለቲካዊ ፀገም ዝወለዶ ከም ዝኾነን ኣብዚ ቀረባ እዋን ግን ዝተወረረ መሬት ምምላስን ሕጋዊ ስጉምቲ ምውሳድን ከም ዝተዳለዉ ይኹን እምበር ኣብ በቢ ክፍላተ ከተምኡ ኢፍትሓዊ ዝኾነ ኣካይዳ ከም ዘሎ ብምግላጽ ኣብያተ ፍርዲ ድማ ኣብ ዘይምልከተን ጉዳይ መሬት ዘይፍትሓዊ ውሳነ ይህባ ኣለዋ ኢሎም ወቒሶም። ኣብ ሕሉፍ ጸብጻብና ኣብ ዘላምበሳ ዘጋጠመ ሓደጋ ምጽብጻብና ዝዝከር ኮይኑ ብተወሳኺ ጽጹይ ሓበሬታ ድማ ተረኺቡሉ ኣሎ። እቲ ኣረሜናዊ ተግባር ንብዙሓት ነበርቲ እቲ ከባቢ ኣጉህዩን ኣቖጢዑን እዩ። ሰነ 22/2017 ዓ.ም ኣብ ዞባ ምብራቕ ትግራይ ወረዳ ግሎ መቐዳ ከተማ ዛላምበሳ ዘጋጠመ ነገር እዩ። ሲቪል ዝተኸደኑ ክልተ ወታደራት ኤርትራ ክሰትዩ ውዒሎም ናብ መንበሪኦም የምርሑ። ካብቶም ክልተ ወታደራት ሓዲኡ ሰኺሩ እዩ ነይሩ። ስለ ዝኾነ እውን ኣብ መንገዲ ክፃወቱ ንዝረኸቦም ይፀርፎምን ይወቕዖምን። ብተግባር እቲ ወታደር ዝጎሃየ ኣቦ እቶም ቆልዑ ንምንታይ ተወቕዖም እቶም ደቀይ ምስ በሎም ሽዑ ንሽዑ ሽጉጥ ኣውፂኡ ይትኩሰሉ ይወድቕ። በዓልቲ ቤት መዋቲ ተደናጊጻ እናኣወየት ናብ ቀታሊ እንተተጸግዐት ንኣ እውን ከቃብጻ እይትኩሰላ ዕድሉ ዝተተኮሰ ጥይት ሸምጢፍዋ ንቁሩብ ኣምለጠት እቲ ወታደር ኤርትራ ምስኡ ዝነበረ ደሓን ዘይሰኸረ ጎቲቱ እንተዘይወስዶ ነታ ሰበይቲ ኮነ ነቶም ቆልዑ እውን ኣይመሓደጎምን ይብሉ እቶም ዓይን መሰኻኽር ኣቦ ሓዳሩን ደቁን ሓዲጉ ተሰናቢቱ ኣሎ ስድራ ሓዘን ተቐሚጦም ኣለዉ ሰነ 21/2017 ዓ ም ኣብቲ ከባቢ ናይ ዘለዉ ወታደራት ኤርትራ ኣዘዝቲ ንገለ ዓበይቲ ዓዲ ኣምሪሖም ነቲ ነገር ንምህዳእ ዝዓለመ ሽምግልና ምክያዶም ዝተረኸበ ሓበሬታ የረድእ። ብፍላይ ድማ እቶም ወታደራዊ መራሕትን ኣዘዝትን ነቲ ሕዚ ተጀሚሩ ዘሎ ጽምዶ ዝበልዎ ሽርክና ንኸይበላሸ ዓብዪ ምርብራብ ክገብሩ ውዒሎም ተባሂሉሎም። ደምናን ህይወትናን ከፊልና ሕድሪ ሰማእታት ብምትግባር ዝተቆራረሰት ትግራይ ንወለዶታት ኣይነረክብን ኢሉ ጀነራል ፍስሃ ኪዳኑ ፍስሃ ማንጁስ ከም ተጋሩ ምልእቲ ትግራይ እምበር ዝተቆራረሰት ትግራይ ክነረክብ ንቲ ካሊእ ወለዶ ፍቃደኛ ሃዝ ዘይምኳንና ብዚ ኣጋጣሚ እናገለፅኩ ክሻዕ ናይ መጠረሻ ደም ነጠብጣብናን እታ ናይ መጠረሻ ክብርቲ ህይወትናን ንግብር ሓደራ ናይ ሰማእታትና ኣይንጠልምን ኢለ ንዘላኣለም ዋጋ ናኸፈሉ ዘፅንሑዋ ትግራይ ኩለን ጎቦታት ኩለን ሽንጥሮታት ዓፅምትን ደምን ዝፈሰሰን ዓድና ምዃና ኩልና ንፈልጥ ኢና። ሕጂ ኣብ ዘመንና ኣውዚ ዘለና ወለዶ ናይ ዝሓለፈን ሓድሽ ወለደን ትግራይ ክትቋራረስ ትግራይ ክትሸራረፍ ብህይወት እናሃለና ኣይንፈቅድን ዝብል መልእኽቲ ዘሕልፍ ክብሪ ሰማእታትና ነኽብር ዘለና እቲ ሕሉፍ ወለደ ዘረከበና

ሞገስን ንሰማእታትና እናበልኩ ክብረት ኣኽ። ሃለቃ ሞጎስ ራብዓይ ዙር 165 ምሩፃት ዓሌት ላሕም ካብ ወፃኢ ብካርጎ ኣውሮፕላን ተፃዒነ ናብ ትግራይ ከም ዝኣተዋ ኮሚሽን ኢንቨስትመንት ትግራይ ገሊፁ። ኣብ ወረዳ ራያ ዓዘቦ ዝርከብ ሃለቃ ሞጎስ ቢዝነስ ግሩፕ ዘመናዊ ራንች ምስ ናይ እስራኤል ዘመናዊ መካናይዝድ ሕርሻ ዘመሳሰል ቴክኖሎጂ ዝወነነ ብምዃኑ ሽዱሽተ ሚእትን ስሳን ምሩፃት ዓሌት ላሕም ናብ ትግራይ ምእታውን ንትግራይ ዓብዪ ፀጋ ከም ዝኾነ እውን ተሓቢሩ። ኣብ ወረዳ ራያ ዓዘቦ ጣብያ ካራ ዓዲሽሁ ዝርከብ ሃለቃ ሞጎስ ዘመናዊ ራንች ካብ እስራኤል ናብ ትግራይ ዘተኣታቶም ቴክኖሎጂታት ኣብ ትግራይ ዝዓበን ዘመናዊ መቀነባበሪ ፀባ፣ መቀነባበሪ መኖ፣ ኣብ ትግራይ ዝዓበየ መሕለቢ እንስሳ ሼድ ካልኦት ቴክኖሎጂታትን ዝጥቀም ከም ዝኾነ ተገሊፁ። ሃለቃ ሞጎስ ኣብ ሳልሳይ ዙር 165 ምሩፃት ዓሌተ ላሕም ካብ ወፃኢ ዓዲ ብካርጎ ኣውሮፕላን ተፅዕነን ናብ ትግራይ ከም ዝኣተዋ ምፅብፃምና ዝዝከር እዮም። ገለ ሰበ ስልጣን ህወሓትን ሰራዊትን ብወገን ደቡብ ትግራይ ምስ ዝርከቡ ሓይልታት ፋኖ ተራኺቦም ፅምዳዊ ስራሕቲ ወጊኖም ከም ዝተመለሱ መረዳእታ ኣሎ ኢሎም ኣመራርሓ ሓራ መሬት ትግራይ ዝብሉ ዘለዉ ኣብ ዓፋር ዝርከቡ ነበር ሰራዊት ትግራይ ኣብቲ እዋን ርክብ እውን ናይ ጦር መሳርሕታት ልውውጥ ገይሮም ከም ዝተመለሱ ይፍለጥ ኢሎም እቶም ምንጭታት ካብ ሓራ መሬት ዓፋር ዘለዉ። ብተመሳሳሊ ድማ ዋና ኣዛዚ ሓራ መሬት ኣስመሮም ከበደ ምስ ኣባለቱ ናብ ትግራይ ኣትዩ ተባሂሉ ትግራዋይ ምዃንካ ረሲዖም ዕሱባት እዮም ዝገብሩኻ ንህዝቢ ትግራይ እውን ንዓና እውን ዘይጠቅም ስለ ዝኾነ ሓዲግናዮ መፂና ኢሉ ኣሎ ዋና ኣዛዚ ኣብ ዓፋር ዘሎ ሰራዊት ተጋዳላይ ኣስመሮም ከበደ። እወ የቀንየለይ ብጣዕሚ እየ ዘመስግነካ ሙሉእ ሽምካ ንገረኒ እስኪ ባዕልካ ኣላልየኒ። ተጋዳላይ ኣስመሮም ከበደ ለማ እየ ዝበሃል። ብረታዊ ቃልሲ። እወ
ተሳቲፈ እየ ኣብ መከላከያ እየ ነይረ ቦርድ ወፅየ ኣብ ሲቪል ናብራ እየ ነይረ ድሕሪ ትግራዋይ ብዝበፅሖ ኩሉ ነገር ግፍዕታት ያው ካብ ኣዲስ ኣበባ ክልተ ሽሕ ዓሰርተ ሰለስተ ከኣዲስ ኣበባ ንበረኻ ወፂእና ኢና ተቓልስና ባዕልና ድሕነት ንባዕልካ ድሕንካ ንህዝቢ ምድሓን ማለት እዩ ከም ትፈልጦ ትግራይ ምኢሰር ስለ ዝነበረ እዩ። እወ እወ ብምቕጻል ብምቕጻል ናብ ዓፋር ናብ ዓፋር ኢኻ ከድካ መጀመርያ እቲ ንዓፋር ዝኸድካሉን ኣብኡ ከድካ ዝረኣኻዮን እቲ ዝወጻኻሉ ን ዓፋር ክትወጽእ ዝገበረካ ንበረኻ ክትወጽእ ዝገበረካ ዕላማን ኣብኡ ከድካ ዝረኣኻዮን እንታይ እዩ ዝመስል እስኪ እናነጻጸርካ ንገረኒ።
ሕዚ ዘውፀን ሰብ ናይ ባዕሉ ምክንያት ኣለዎ ዘውፆ ኣነ ዘውፀኒ ኣብቲ ውዕሊ ፕሪቶርያ ስምምዕነት ተፈሪሙ ተሸነ ዓሰርተ ሓሙሽተ መጨረሻ እዩ ኣዲስ ኣበባ ከዩ ዝሮ ዝሮ እቲ ናይ ዓፋር ቃልሲ ፀዊዖ ደው ኢሎም እዮም ፀዊዖኒ ዝሐሸ ፍትሕን ዝሐሸ ዴሞክራሲን ክነምፅ ኣለና ኢልና እንዲና ተቃሊስና ግን ዝረከብናዮ ኔጌቲቭ እቶም ታይ ገይሮም ነቶም ናይ መቀለ መራሕቲ ዘብል እዩ።
ኣብ ክልል ኣምሓራ ከተማ ባህርዳር፣ ጎንደር፣ ደሴን ደብረ ብርሃንን ሓዊሱ ኣብ ብዙሓት ከተማታት ህዝባዊ ሰልፍታት ተኻይዶም። ኣብ ከተማ ሑመራ ሓዊሱ ኣብ ዝተፈላለዩ ከባብታት ምዕራብ ትግራይ ሰለማዊ ሰልፍታት ክካየድ ውዒሉ ኣሎ። እቲ ሰልፊ ብመንግስቲ ኣምሓራ ዝተመወለን ደገፈ ዝተገበረሉን ምዃኑ ድማ ተፈሊጡሎም ኣብ መወዳእታ ባንኪ ዓለም ማለት ወድ ወርልድ ባንክ ዝለዓለ ድኽነት ብፍጥነት ካብ ዝስፋሕፍሐለን ዘለዋ ሃገራት ዓለም ኢትዮጵያ ብቐዳምነት ኣቐሚጥዋ ኣብዚ ጸብጻብ ንሱዳን ሓዊሱ ሰላሳን ትሽዓተን ሃገራት ተጠቒሰን ዝርከባ ኮይነን መብዛሕትኤን ድማ ሃገራት ኣፍሪካ ምዃነን ተፈሊጡሎ። ክቡራት ተኸታተልትና ንምክታልኩም ኣመስጊና ሰላም ንህዝቢ ትግራይ፣ ሰላም ንኹሉ ወዲ ሰብ።